ሰላም ከመይ ቀኒኹም ዝኸበርኩምን ዝኸበርክንን ተኸታተልቲ መደባት ናራ ብሮስ ኢንተርቴንመንት ኣብ ዘዘለኹሞ ሰላምን ጥዕናን ዘለዎ ህይወት ክህልወኩም ናይ ወትሩ ትምኒተይ ኮይኑ ከምቲ ኣብ ዝሓለፈ ዘቕርቦ ዝነበርኩ ንሎም እውን ክሕሰብሉ ኣለዎ ዝበልክዎ ኣርእስቲ ሒዘልኩም መፅ ኣለኹም ነዛ መደብ ክሳብ መፈፀምታኣ ክትከታተልዋ ስለ ቃል ልሳንኩም ብኣኽብሮት ይዕድመኩም ዘረባን ሳዕቤናቱን ክቡራት ሰማዕቲ ናይ ሎሚ ርእስተይ ዘረባን ሳዕቤናቱን ብዝብል ኮይኑ ብሕጽር ዝበለ ክልሰ ሓሳብ ገለ ነጥቢ ይኾነ ብዝበልክዎን መልክዕ ከቕርብ እየ ከምቲ ኩልና እንፈልጦ ደቂ ሰባት ካብ ካልኦት ከማና ዘስተንፍሱ ፍጡራት ዝፈልየና ካብ ኣቃውማና ጀሚርካ ብዙሕ ነገር ዘለና ኮይንና እቲ ብዓብዩ ዝጥቀስ ግን ኣተሓሳስባና ኮይኑ ካብኡ ብዘይፍለ እውን ክንዛረብን ሓሳብና ክንገልፅን ክንረዳዳእን ስለ እንኽእል እዩ። እንተኾነ ግን ካብ እነውፅኦም ቃላትና ማዕረ ክንደይ ኣልማዕትን ኣጥፋእትን ከም ዝኾኑ ኣድቂቕና ከነስተውዕል ይግበኣና። ብኸምዚ ዝስዕቡ ገለ ውሑዳት ኣብነታት ድማ ኣጠቓቕማ ቃላትና ክንፍትሽ ይፅውዕ። ከም ኣብነት ሓንቲ ንእሽተይ ዛንታ ክነግረኩም ኣብ ሓደ ዓዲ ክልተ ሳሙኤልን ኣዶናይን ዝበሃሉ መተዓብይቲ የዕሩኽ ነበሩ። ሳሙኤል ስድርኡ ዘይፈልጥ ምስቶም ኣብቲ ዓዲ ብሃብቶም ኣብ ቅድሚት ዝስርዑ ዝነበሩ ስድራ ዝዓበየ እዩ። ኮይኑ ድማ ሓደ መዓልቲ ምስ ኣዶናይ ብሓደ ጉዳይ ብናይ ሃብትን ገንዘብን ብዕላል ዕላል ተሰሓሓቡ እሞ ኣዶናይ ንሳሚኤል ንስኻ እኮ ወዲ ሃብታም እምበር ሃብታም ኣይኮንካን በሎ። ሳሚኤል ነታ ዘይሓሰበላ ዘረባ ምስ ሰምዐ ወዲ ዘኽታም ተጸጊዕኻ ዝዓበኻ ናይቶም ዘዕበዩኻ ስድራ ሃብቲ እምበር ንዓኻ ኣይብጸሓካን እዩ ዝብሎ ዘሎ ስለ ዝመሰሎ ከይጸንሐ ሓሪቑ ንኣዶናይ ምስ ሃረሞ ኣዶናይ ኣይጸንሐን ትንፋሱ ሓለፈት። ኣዶናይ ግን ንሳሚኤል ከምቲ ሳሚኤል ዝተረድኦ ሓሲቡ ኣይኮነን ተዛሪብዎ። ናይ ኣዶናይ ሓሳብ ኩሉ ሰብ ብናይ ስድርኡ ሃብቲ ጥራይ ክኾርዕ የብሉን ባዕሉ ውን ክሰርሕ ክጽዕር ኣለዎ ንስኻ ውን ብዓቕምኻ ክትሰርሕ ኣለካ ንምባል እዩ እምበር ናይ ኣተዓባብይኡ ጉዳይ ፈጺሙ ኣብ ሓሳቡ ኣይነበረን። ሕጂ እንታይ ንምባል እየ ነዛ ንእሽተይ ዛንታ ኣምጺኤልኩም? እንኳይ ዶ ኮነ ኢልና ንሰባት ብቓላትና ክንጎድኦም ብዘይፍላጥ ክንጎድኦም ስለ እንኽእል ቃላትና ናብ እዝኒ ሰማዕትና ኣብ ንልእከሉ ኣጋጣሚታት ጥንቃቐ ክህልወና ወትሩ ከነስተውዕለሉ ዘለና ረቂቕ ጉዳይ እዩ። እቲ ነውጽኦ ቃላት ነቲ ንዛረቦ ዘለና ሰብ እንታይ ክስምዖ ከም ዝኽእል ፈሊጥካ ወይ ገሚትካ ምጽናሕ ዝመስልዎ የለን። ከም ሰብ ብታህዋኽ ከባቢና ከየስተውዓልና ገለ ዜድሊ ቃላት ከነውጽእ ንኽእል ኢና። ግን ግዜ ከይወሰደ ሽዑ ንሽዑ ኣብ ልቢ ብጻይና ቂምታ ከይፈለሰ እንከሎ ብይቕሬታ ልቡ ምድባስ ማለት ብሕማቕ ሓሲብካ ከም ዘይተዛረብካዮ ግልጺ ኮንካ ብቕንዕና ምንጋር። ገለ ሕጽር ሕጽር ዝበሉ ኣብነታት ኣብ ኣዘራርባና ክንጥቀቐሉ ዘለና ምስ እንጠቅስ ድማ፣ ኣብ ጎኒ ክብድ ዝበለ ሕማም ዝሓመመ ኮይንካ ብዛዕባ ምሉእ ጥዕና ዘይምዝራብ። ኣብ ተፈጥራዊ ኣካሎም ብሓደጋ ይኹን ብኻልእ ዝሰኣኑ ዝትንክፍ ቃላት ዘይምውጻእ። ብዛዕባ ወለዶም ይኹን ካብ ስድርኦም መቕርቦም ብህይወት ዘየለዉ ሰባት ኣብ ከባቢኦም ኮንካ ብዛዕባ ደርዘን ስድራኻ ዘይምልዓል። ናይ ቆርበት ድዩ ናይ ኣተሓሳስባ ጸገም ዘለዎ ስንክፍ ዘረባ ዘይምዝራብ። ንሓደ ናብ ፈጣሪኡ ንምቕራብ ብጾም ይኹን ብኻልእ መንገዲ ንዘሎ ሰብ ከጋጊ ዝኽእል ዘረባ ካብ ምዝራብ ምቑጣብ። ተጋጊዩ ከም ዝተጣዕሰ ዝረኣኻዮ ሰብ ኣይትድገመሉ፣ መሊስካ ደኣ ጌጋ መናብርትና ምዃኑ ግን ከኣ ጌጋ ክንገብሮ ዘይብልና ከም ዝኾነ ምንጋር። ምኽንያቱ ንነቓዕ እንተ ተንኪፍካዮ ስለ ዝስበር። ንሰባት ከነስሕቕ ኢልና ብኣበር ሰባት ዘይምልጋጽ። ነዞም ሰባት እዚኦም ካብ ብኣበራቶም ክትጎድኦም ክትሃርሞም ይመርጹ። ኣብ መወዳእታ ናይዘን ኣብ ላዕሊ ዝተላዕላ ኣርእስቲ መጠቕለሊት ድማ ጎዳእቲ ቃላት፣ ብቐረባ ወጺኤን ንኽመለሳ ግን ዘጸግማ ከይመለስካየን ኣርሒቐን ኣብ ኣእምሮ ዝውቀራየን። ኮይኑ ተሪፉ ግን እቲ ዝዓበየ ክንሓስበሉ ዘለና ነፍሲ ወከፍና ጽባሕ እንታይ የጋጥመና ንፈልጦ የብልናን ካብ ሕማምና ምሕረት ዲና ክንረክብ ወይስ ዘይተጸበናዮ ሓደጋ'ዩ ከጋጥመና ወዘተ ንፈጣሪና እናመስገንና ንንበር ኣበር ሰባት ምጽብጻብ እኽለ ማይ ወይ ጽድቂ ኣይኮነናን እዩ። ከም መዘኻኸሪ እስኪ ገለ ውስኽ ከብለልኩም። ብዙሓት ሓያላት ሰባት ኣለዉ። ገለ ካብኦም ድማ ሕርቃኖም ተጻዊሮም ካብ ዘጣዕሶም ቃላት ምዝራብ ዝቑጠቡ ሰባት። ናይዞም ሰባት ሓይሊ ልዕሊ ማንም ሓያል እዩ ዝብል ፍጡር ሓያላት እዮም። ሓሪቕና ንዛረቦ ዘረባ እቲ ባእሲ ወላ ምስ ሃደኣ ወላ መባእስና ሓዲግዎ ከሎ በቲ ዘውጻእናዮ ቃል ግን ወትሩ ኢና ነብስና ንጸልኣ። ሕፍረት እውን ነብስና ይጉልብባ። እቲ ዘገርም ድማ ንሱ እዩ። እንተሓሰብናዮ ከ እንታይ መጺእዎ እዩ ፖሊስ ሰራቂ እንከሎ ባዕሉ ዝፍረዶ? መልሓስ ዓጽሚ ዘይብላ ዓጽሚ ትሰብር ጥራይ ዘይኮነ ትንፋስ ዘይብላ ትንፋስ ተኽፍል እውን ክበሃል ይከኣል። ምኽንያቱ ብናይ ቃላት ምልውዋጥ ዝጀመረ ነገር ክሳብ እቲ ዝዓበየ ትንፋስ ክወስድ ከም ዝኽእል ኩሉ ዝሪኦን ዝሰምዖን ሓቂ እዩ። ናይ ገለ ገለ ሰባት ትገርመኒ ዘረባ ኣላ። ቀስ ኢሎም ብህድኣት ብምስትውዓል ኣብ ክንዲ ዝዛረቡ፣ ወላ ሓሪቐ ዓው ኢለ ይዛረብ፣ ውሽጠይ ግን ሽዑ ንሽዑ ባዶ'ዩ ይብሉ። ጥይት'ውን እኮ ምስ ተተኮሰት እቲ ቃልሃ ጥርሑ'ዩ ዝኸውን። ዝበልካ ምስ በልካ ንጹህ'የ ምባል ቅኑዕ ኣይኮነን። ንጽህና ካብቲ ካብ ውሽጥኻ ዝምንጩ ቃላት ንጹህ ምስ ዝኸውን ጥራይ'ዩ ዝርከብ። ንሰባት ብጥዑም ቃላት ጽቡቕ ነገር ከነስምዖም እንከለና፣ ዋላ ብጥራሕ ጁባና ሞራል ንሃቦም፣ ብተስፋ ዝህብ ቃላት ኣብ ኣእምሮኦም ራእይ ከነስርጸሎም ከለና፣ እቲ ዝዓበየ ምስክር ነዘን ውሑዳት ሓሳባት ዝበልክወን ካብ ካልእ ሰብ ክንረኽበን እንከለና እንታይ ከም ዝስምዓና ስለ ንፈልጥ ንሱ'ዩ ምስክሩ። ዝኾነ ወዲ ሰብ ድማ ሞራልን ጥዑም ቃላትን ሓይልን ፍናንን ዘይኮኖ የለን። ካብቲ ሞራልካ ሴሩ ዓጽምኻ እውን ዝደግም መርዛም ዝመልሓሱ ወላ እቲ ይግበሮ ኣይግበሮ ጥዑም ዝዛረበካ ይበልጽ ምክንያቱ እቲ ቂምን ሕነን ክዘርኣልካ እንከሎ እቲ ግን ኣብ ሂወትካ ሕጉስ ንኽትከውን ብተስፋ ንኽትነብርን ስለ ዝዕድመካ። ኣብ መዕጸዊ እምበኣር ብመሰረቱ ቃላትና ንጽቡቕ ክንጥቀመሎም ኣለና። እዚ ክብል ከለኹ ግን ብመልሓስና ለመጫት ንኹን ማለተይ ኣይኮነን። ቃላትናን ውሽጥናን ሓደ ክኹኑ ግድነት ክንገብሮ ዘለና እዩ። እቲ ዓቢ ኣርእስትና ግን ቃላትና ጥዑማት፣ ተስፋ ዝህቡ፣ ፍቕርን ሓልዮትን ዝመልኦም ዋላ እውን ስምዒታውያን ይኹኑ ንነገራት ብኣወንታዊ መንፈስ ዝቕልስዎም ክኾኑ ምስ ዝኽእሉ ዘለዎም ጥቕምታት ብሕጽር ዝበለ ኣካልና ጥራይ ዘይኮነ እቲ ነዕርፈሉ ዓራት እውን ከይተረፈ'ዩ ብሰላም ዝሓድር። ክቡራት ሰማዕቲ ናራ ብሮስ ኢንተርተይመንት ናይ ሎሚ መደበይ ኣብዚ ዛዚመ ኣለኹ። ንስኹም እውን ብወገንኩም ኣብ ኣዘራርባና ክንጥንቀቐሎም ኣለና ትብልዎም ነገራት እንተለዉ ኣብ ቦታ ኮመንት ክትጽሕፉ ትኽእሉ ኢኹም። ኣብ ነንሕድሕድና ንመሃሃር። ኣብ ዝቕጽል ብዝተፈላለዩ መደባት ክሳብ ዝምለሰኩም ምሳኹም ዝጸናሕኩ ራሞን ንጉስ እየ ንኹልና ሰላምን ጥዕናን